ሰላም ተኸታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎሚ ዓርቢ ዕስራን ሰለስተን ጥሪ ብቐዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል ክቡራት ተኻታተልቲ በቲ ቀዳማይ ንሪ ኣገዳሲ ዛዕባ ምስ እንፍልም ክቡር ፕረዚደንት ኢሰያስ ኣፈወርቂ ንህዝብን መንግስትን ሱዳን ብምኽንያት መዓልቲ ናጽነት ናይታ ሃገር ናይ ዮሃና መልእኽትታት ሰዲዱ ይርከብ ኣሎ። ኣብዚ ሰዲድዎ ዝርከብ ዘሎ ናይ ዮሃና መልእኽትታት ንህዝብን መንግስትን ሱዳን ከምኡውን ንፕረዚደንት ሱዳን ዓብዱልፋታሕ ኣልቡርሃን ሙሉእ ዕድመን ጥዕናን ነታ ሃገር ከኣ ሰላምን ራህዋን ቅሳነትን ድሕሪ ምምናይ ኣብ መንጎ ክልቲኡ ህዝብታትን ሃገራትን ንዘሎ ጥቡቕን ሕውነታውን ታሪኻውን ዝምድናታት ናብ ዝለዓለ ደረጃታት ንምዕባይ ብወገን መንግስቲ ኤርትራ ቅሩብነቱ ኣረጋጊጺ ይርከብ ኣሎ። ኣብ መንጎ ህዝቢ ኤርትራን ህዝቢ ሱዳንን ክልቲኤን ሃገራት ዘሎ ሕውነታውን ታሪኻውን ዝምድናታት ካብ ግዜ ናብ ግዜ እናዓበየ እዩ ዝኸይድ ዘሎ ብፍላይ ኣብዚ ሕጂ እዋን ሱዳን ኣብ ኲናት ኣብ ዘላትሉ እዋንን ሰዓትን ህዝብን መንግስትን ኤርትራ ንዝገብሩሎም ዘለዉ ዓበይቲ ሓገዛት ሱዳናውያን ኣሕዋት ሰብ ስልጣን ናይታ ሃገር ብተደጋጋሚ እዋናት ምስጋንኦም ክገልጹ ተኸታቲልናን ተዓዚብናን ኔርና። ብተመሳሳሊ ካብ ዜናታት ሱዳን ከይወጸና ኢትዮጵያ ብመንገዲ ፕረዚደንት ናይታ ሃገር ታየ ኣጽቀስላሰ ቢላ ንሱዳን ናይ ዮሃና መልእኽታት ድሕሪ ምሕላፍ ኣብ መንጎ ሱዳንን ኢትዮጵያን ንዘሎ ርክባት ናብ ዝለዓለ ደረጃታት ንምዕባዩ ብወገን ስርዓት ብልጽግና ቁርብነት ከም ዘሎ ናብ መንግስቲ ሱዳን መልእኽትታት ሓሊፉ ይርከብ ኣሎ። ኣዝዩ ዝገርምን ዘስደምምን ጉዳይ'ዩ፣ ኣብዚ ሕጂ እዋን ሱዳን ንኽደሚ ሕቡራት ኢማራት ዓረብን ኢትዮጵያን ብቐዳምነት ዝጥቀሳ ሃገራት'የን። ብፍላይ ካብ ዝሓለፈ ክልተ ሰሙናት ኣትሒዞ እቲ ብመንገዲ ሶማል ናብ ሱዳን ዝሰጋገር ዝነበረ ዕጥቅን ኣጽዋራትን ሶማል ክለኣየራ ክትዓጽው ስለዝኸኣለት ሊብያ ብተመሳሳሊ ብመንገዲ ኢትዮጵያ ኣቢሊዮ ናብ ተቓወምቲ ሓይልታት RSF ዕጥቅን ኣጽዋራትን እናእተወ ዝርከብ ዘሎ፣ ትማል እውን ዝተፍላለያ ዓበይቲ መራኸቢታት ዓለም፣ ኢትዮጵያ ክሳብ ነፈርቲ ኲናት ከይተረፈ ንተቓወምቲ ሓይልታት RSF ክተሰጋገር ትፍትን ከምዘላ ኣብ ልዕሊ እዛ ሃገር ክስታት ይመጽእ ኣሎ። ካብ ኣዲስ ኣበባን ዝተፍላለየ ክፋላት ናይታ ሃገርን እተን ብመንገዲ ሶማል ኣቢለን ንተቓወምቲ ሓይልታት RSF ዕጥቅና ጦራትን ዘሰጋግራ ዝነበራ ናይ ሕቡራት ኢማራት ዓረብ ናይ ጽዕነት ወተሃደራውያን ነፈርቲ ብተደጋጋሚ እዋን ኣብ ሰማያት ኢትዮጵያን ወተሃደራዊ መዕርፎ ነፈርቲ ናይታ ሃገር ይረኣያ ኣለዋ። እዚ ከኣ ኢትዮጵያ ኣብ ኲናት ሱዳን ንጡፍ ተሳትፎ ከም ዘለዋ ካብዚ ዝዓቢ ምስክርነት የለን። እዚ ኣብ ዝኾነሉ እዋንን ሰዓትን ስርዓት ብልጽግናን ኢትዮጵያን ምስ ህዝብን መንግስትን ሱዳን ሓቢሮም ክሰርሑ

ግድብ ህዳሴ ኢትዮጵያ ብቢልዮናት ገንዘብ ናይ መንግስቲ ኣሜሪካ ከምዝተሰርሐ ክልተ ግዜ ክዛረብ ተኻታቲልናን ተዓዚብናን ንርከብ ኣለና። ዝሓለፈ ሽዱሽተ መዓልታት ዶናልድ ትራምፕ ኢትዮጵያ ሰሪሓቶ ትርከብ ዘላ ዓቢ ግድብ ብቢልዮናት ዶላራት መንግስቲ ኣሜሪካን መንግስቲ ኣሜሪካ ንኢትዮጵያ ስለዘፍቀደላዩ እቲ ግድብ ክስራሕ ክኢሉ ጌጋ ተፈጺሙ ነቲ ጌጋ ከኣ ባዕለይ ክእርሞየ ክብል ተኻታቲልናን ተዓዚብናን ኔርና። ኢትዮጵያውያን ግድብ ህዳሴ ናይታ ሃገር ብገንዘብ ኢትዮጵያውያን ከምዝተሰርሐ እዮም ዝኣምኑ። እቲ ሓቅታት ግን ኣሜሪካ ንስርዓት ብልፅግና ነቲ ግድብ ክውድኦን ክዛዝሞን ክሰርሖን ናይ ቢልዮናት ዶላራት ሓገዛት ገይራ እያ። እዚ ከኣ ኣብይ ኣሕመድ ኣብ ሓደ እዋን ነዚ ሓቅታት እዚ ኣረጋጊፅዎ ነይሩ። እዛ ቪድዮ ብቐጥታ ናባኹም ከብላ እየ። ንከታተላ።

ኢሚንት ናት ማለት ነው ቴን ፐርሰንት እንደው ህዳሴን ጀምራችሁ ጨርሳችሁ እናንተ እኛንም ብላችሁ እያሰባችሁ እንዳይሆን ብዬ ነው። እናንተ በአጠቃላይ ኦሽን ውስጥ ጠብ አድርጋችኋል። ያኪ ክቡራት ተኸታተልቲ ከምዚ ኣብዚ ቪድዮ ክንከታተሎን ክንዕዘቦን ዝጸናሕና ዕሸል መራሒ ኢትዮጵያ ኣብዪ ኣሕመድ ኢትዮጵያን ኢትዮጵያውያንን 12 ቢልዮን ብር ጥራዮም ክእክቡ ክኢሎም ኣብቲ ግድብ ዝጠፍእ ገንዘብ ግን ልዕሊ ሚእቲ ቢልዮን ብር ከምዝኾነ ይዛረብ። ስለዚ ኢትዮጵያውያን ትሕቲ ዓሰርተ ሚእታዊት እዮም ነዚ ግድብ ኣስተዋፅኦ ወይካ ወፃኢታት ክገብሩ ክኢሎም። እቲ ዝበዝሐ ሚእታዊት ገንዘብ ካበይ መፂኡ ንዝብል ለባም ሓታቲ እቲ ምላሽ ንፁር እዩ። ንሱ ከዓ መንግስቲ ኣሜሪካ ንኢትዮጵያ ሓገዛት ከምዝሃቦም ጥርጣረታት ዝበሃል የለን። ንሱ ስለ ዝኾነ'ዩ ኣብይ ኣሕመድ ኹን መንግስቱ ነቲ ዶናልድ ትራምፕ ኣብ ክልተ ኣጋጣሚታት ዝተዛረቦ ግድብ ህዳሴ ኢትዮጵያ ብገንዘብ መንግስቲ ኣሜሪካ ተሰሪሑ ዝበሃል ክሳብ ሕጂ ምላሽ ከይሃቡ ኣስቂጦም ዝርከቡ ዘለዉ። ዶናልድ ትራምፕ ንኢትዮጵያ፣ ንግብፂ ንሱዳን ክሽምግል ፃውዒታት ኣቕሪቡ ይርከብ ኣሎ። እንተ ስርዓት ብልፅግና ግን ኣብ ክልተ ነገር'ዩ ተመቓቒሉ ዝርከብ። ወተሃደራውያን ኣዘዝቲ፣ ምስ ግብጺ ኣብ ሓደ ጣውላ ኮፍ ምባል ሓደገኛ'ዩ፣ ስለዚ ሓይልና ተጠቒምና ነዚ ኩነታት ናብ ናትና ጥቕሚ ነውዕሎ ዝብል መርገጺታት ክሕዙ እንከለዉ፣ ካልኦት ሰበስልጣን ናይ ስርዓት ብልጽግና ከኣ ዶናልድ ትራምፕ ንዘቕረቦ ጻውዒታት ሸለል ምባል ንኢትዮጵያን ንህዝቢ ናይታ ሃገርን ዓበይቲ ሓደጋታት ምዕዳም ስለዝኸውን ኣብ ጣውላ ኮፍ ኢልካ ንዘራረብ ዝብል መርገጺታት ሒዞም ይርከቡ ኣለዉ። እዚ ዕሸል መራሒ ናይዛ ሃገር፣ ኣብ ላንጋ ላንጋ ብምዃን ኣብ ዝኾነ ይኹን ውሳነ ክበጽሕ ኣይካለን። ንናይ ዶናልድ ትራምፕ ጻውዒት ኣቲ ሸለል ምባል ንኢትዮጵያ እንታይ ዓይነት ሓደጋታት ክወልደላ ይኽእል ክትርድኦ ዘጸግም ኣይኮነን። ኣብ ሓደ ጣውላ ኮፍ ኢላ እንተተዘራሪባ ከኣ ግድን ንሱዳንን ንግብጽን ዘርብሕ ውሳነታትን ምፍራምን ከም እተካይድ ጥርጣረታት የለን። ስለዚ ስርዓት ብልጽግና ንየማን ተኸደ ጸድፊ፣ ንጸጋም ተኸደ ከኣ ሃልሃልታ ሓዊ'ዩ ተቐሪብሉ ዝርከብ ዘሎ። ባሕሪ ባሕሪ፣ ወደብ ዓሰብ፣ ኤርትራ ኤርትራ ትብል ዝነበረት ልሳን ደሃያን ኣሰራታን ጠፊኡ ግድብ ግድብ ክትብል ንከታተልን ንዕዘብን ኣለና። ጌና ንዕዘቦ ዓበይቲ ድራማታትን ምዕባለታትን ክህሉ'ዩ። ዶናልድ ትራምፕን መንግስቲ ግብጽን ነዛ ሒዞማ ዝርከቡ ዘለዉ ጉዳይ፣ ኣብ ዝመጽእ ቅንያት መሊሶም ከለዓዕልዋን ናብ ካልእ ስጉምትታት ክሰጋገሩን ምዃኖም መራኸቢታት ናይ ግብጺ ጸብጻባት ሒዘን እናወጻ ይርከባ ኣለዋ። ህዝቢ ግብጺ፣ ህዝቢ ሱዳን፣ ክልቲኡ መንግስታት ዶናልድ ትራምፕ ንዝወሰዶ ውሳነታት ሓጎሶምን ኣድናቖቶምን ይገልጹ ኣለዉ። ብኣንጻሩ ከኣ ካብ ኣራት ኪሎ ጀሚርካ ህዝቢ ኢትዮጵያ ከብዱ ሓቚፉ ነዚ ኩነታት ብፍርሒ ይከታተሎን ይዕዘቦን ኣሎ። ሓደ ስርዓት ካብ ክውንነት ርሒቑ ክፍክርን ክዕንድርን ክዓብድ ከም ዘይከረመን ከም ዘይሓገየን ሕጂ ኣብ ከምዚ ዓይነት ኩነታት ወዲቑ ክትሪኦ ንዓና ንኤርትራውያን ፍሽኽ ዘብል ኩነታት እዩ። ክቡራት ተኸታተልቲ ናብ ሳልሳይ ናይ መወዳእታ ንሬ ዛዕባ ምስ እንሰገር ውርደተኛ መራሒ ሶማል ሓሰን ሸኽ ማሕሙድ ናብ ኢትዮጵያ ናይ ስራሕ ምብጻሕ ንኸካየድ ዝሓለፈ ሰለስተ መዓልታት ቆጸራ ሒዝዎ ከም ዝነበረ ትማሊ ላዕለዎት ዓጀብቱን ካልኦት ምስቲ ፕረዚደንት ርክባት ዘለዎም ሰባት ኣዲስ ኣበባ ብምእታው ንምምጽኡ ዝትፈላለየ ምድላዋት ኣብ ዘካየድሉ እዋንን ሰዓትን እቲ መገሻ ሃንደበት ከም ዝተሰረዘ መራኸቢታት ናይ ሶማል ጸብጻባት ሒዘን ወጺኤን ይርከባ ኣለዋ። እዚ መገሻ ዝተሰረዘ፣ ሕቡራት ኢማራት ዓረብ ንኢትዮጵያን ንኣብይ ኣሕመድን ሓሰን ሸኽ ማሕሙድ ናብ ኣዲስ ኣበባን ንኢትዮጵያን ክኣቱ የብሉን ዝብል ቀጢን ትእዛዛት ስለዝሃበት ኢትዮጵያ ብናይ ሕቡራት ኢማራት ዓረብ መምርሒ ተኸቲላ ንሓሰን ሸኽ ማሕሙድ ንኢትዮጵያ ክመጽእ ከምዘይተፍቅደሉን እቲ መገሻ ክስርዞ ትእዛዛት ከምዝሃበቶ'የን ዝተፍላለያ መራኸቢታት ወሲኸን ጸብጻባት ሒዘን ወጺኤን ዝርከባ ዘለዋ፣ መራሒ ሶማል ኣብ ዝተፍላለየ ኣጋጣሚታት ንህዝብን መንግስትን ሶማል ኣዝዩ ዘሕፍርን ዘነውርን ስጉምታትን ተግባራትን ክወስድ ጸኒሕን ኣሎን፣ እዚ መራሒ ድሕሪ እስራኤል ንሶማሊላንድ ከም ሃገር ኣፍልጦ ምሃባ፣ ኢትዮጵያ ነቲ ኩነታት ኣስቂጣ ትከታተሎን ትዕዘቦን ዘላ ጎረቤት ሃገር'ያ፣ ኣብ ክንዲ ኢትዮጵያ ነቲ ኩነታት ትኹንኖ ስቕታ ምምራጻ ብተዘዋዋሪ መንገዲ ምስ እስራኤል ከም ዝወገነት ካብዚ ኩነታት ክትፈልጥን ክትርዳእን ኣይትሽገርን። ብኣንጻሩ ግን እዚ ውርደተኛ ዝኾነ መራሒ ሶማል ናብ ኢትዮጵያን ናብ ዕሸል መራሒ ኢትዮጵያ ኣብይ ኣሕመድን ምምልላስ ከም ወልፊ ሒዝዎ እዩ ዝርከብ ዘሎ። እዚ ትማሊ ናብታ ሃገር ከካይዶ ሓሲቡ ዝነበረ ናይ ስራሕ ምብጻሕ ግን ሕቡራት ኢማራት ዓረብ ንዕሸል መራሒ ኢትዮጵያን መንግስቲ ናይታ ሃገርን ብዝሃበቶም ቀጢን ትእዛዛት ደው ከም ዝበለ እዚ ዜናታት የመልክት ኣሎ። እዚ ከኣ ኢትዮጵያ ትኹን ሶማል ኣብ ትሕቲ ጽልዋ ሕቡራት ኢማራት ዓረብ ክሳብ ክንደይ ወዲቐንን ተቋማጢዐንን ይርከባ ከም ዘለዋ ካብዚ ነገራት ክትርዳእ ትኽእል። መራሒ ሶማል መዋጽኦ ሲኢኑ ዓቕሉ ጻቢቡ ናብዝን ናብትን ኣብ ምባል'ዩ ዝርከብ ዘሎ። ፖለቲከኛታት፣ ጸለውቲ ሰባት ናይታ ሃገር፣ ሓሰን ሸኽ ማሕሙድ ንሶማልን ነቲ ህዝብን ናብ ዝኸፍኣ ሓደጋታት ይመርሖ ከም ዘሎ ብተደጋጋሚ ኣብ ልዕሊ'ዚ መራሒ ወቐሳታት ከስምዑ ጸኒሖምን ኣለዉን። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየ ዝነበርኩ ቀዳማይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ሬም።